ሰላም ክቡራት ተኸታተልቲ ዳስና ኤክስትራ፣ ሕጂ ኣብ ዝተዳለወ ዜናታት፣ ኣብ የመን ዝርከብ ዕጡቕ ጉጅለ ሑቲ ሓንቲ ሰብ ኣልቦ ነፋሪት ኣሜሪካ ምውዳቑ ምግላጹ፣ ኤርትራ ኣብ መበል ሰብዓን ሸውዓተን ዋዕላ ዓለም ለኻዊ ጥዕና ሂባቶ ዘላ መግለጽን ንቻይና ኣርእያቶ ዘላ ደገፍን፣ ኣብ ትግራይ ኣላማጣ ብዛዕባ ዘሎ ኩነታት ብዝምልከት ተዘርጊሑ ዘሎ ዜና፣ ኣብ ደቡብ ኣፍሪቃ ሰልፊ ኣፍሪቃዊ ሃገራዊ ኮንግረስ ወይ ኤኤንሲ ንመጀመርታ እዋን ድሕሪ ሰላሳ ዓመታት ዝረኸቦ ድምጽ ምትሓቱን ካልእን ዘጠቓልል ክኸውን እዩ። ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ከጥውቑን ብኽብሪ ይዕድመኩም። ኲናት እስራኤልን ሓማስን ካብ ዝጅምር ኣትሒዙ ኣብ ቀይሕ ባሕሪ ተደጋጋሚ መጥቃዕትታት ዘካይድ ዘሎ ኣብ የመን ዝርከብ ዕጡቕ ሓይሊ ሑቲ፣ ብረቡዕ ኣብ ውሽጢ የመን ኣብ ግዝኣት መእርብ ናይ ኣሜሪካ ሰብ ኣልቦ ነፋሪት ከም ዘውደቐ ገሊጹ። ወሃቢ ቃል ሑቲ ያሕያ ሳርዕ ኣብ ሰሜናዊ ክፋል የመን መእርብ ኣብ ዝተብሃለ ከባቢ፣ ኤምኪው ትሽዓተ ሪኣፐር ዝተሰምየት ሰብ ኣልቦ ነፋሪት ኣሜርካ ከም ዘውደቑ'ዩ ገሊጹ ዘሎ። ኣብ የመን ዝርከብ ዕጡቕ ጉጅለ ሑቲ ነታ ሕጂ ኣውዲቐያ ዝብል ዘሎ ሰብ ኣልቦ ነፋሪት ሻትሸይቲ ዘውደቓ ሰብ ኣልቦ ነፋሪት ምዃና ክገልጽ እንከሎ እታ ሰብ ኣልቦ ነፋሪት ከኣ ኣብ ውሽጢ ዓዲ ብዝተሰርሐ ናይቶም ዕጡቓት ሚሳይል ከም ዝተሃርመት'ዩ ሓቢሩ። ሑቲ ናይ የመን ብቀይሕ ባሕሪ ብሰንኪ ዘካይዶ ዘሎ መጥቃዕትታት ሓያሎ ናይ ንግዲ መራኽብ መንገደን ክቕይራ ከም ዝተገደዳ ይፍለጥ። ኣሜሪካን ብሪጣንያን ዝርከበኣን ብርክት ዝበላ ሃገራት ምዕራብ ድማ ከም ግብረ መልሲ ንሑቲ ንምክልኻል ኣብ ልዕሊ ሑቲ መጥቃዕትታት ክፍጽማ እንከለዋ ኣብ ቀይሕ ባሕሪ ድማ ብርክት ዝበላ መራኽብ ውግእ ኣዋፊረን ነቲ መስመር ኣብ ምሕላው ተዋፊረን ምህላወን ይፍለጥ። ኣብ ከምዚ ኩነታት እዩ ከኣ ሑቲ ሕጂ ሓንቲ ናብ ክሊ ግዝኣት የመን ዝኣተወት ናይ ሕቡራት መንግስታት ኣሜሪካ ካብተን ምዕቡላት ዝኾና ዓይነታት ሰብ ኣልቦ ነፈርቲ ሃሪሙ ከም ዘውደቐ ገሊጹ ዘሎ። ዕጡቕ ጉጅለ ሑቲ ነዛ ሕጂ ኣውዲቐያ ዝብል ዘሎ ሰብ ኣልቦ ነፋሪት ብዝምልከት ግን ብወገን ኣሜሪካ ዝተውሃበ መግለጺ የለን። ቀይሕ ባሕሪ ዕስራን ሰለስተን ሚእታዊት ሓፈሻዊ ንግዲ ዕስራን ሓሙሽተን ሚእታዊት ድማ ናይ ነዳዲ ንግዲ ዝሓልፈሉ መስመር ብምዃኑ ንቆጠባ ዓለም ክጸልዎ እንከሎ ግብጺ ድማ ብመትረብ ስዊዝ ካብ ዝሓልፋ መራኽብ ክትረኽቦ ዝነበራ ኣታዊ ብሰንኪ ናይ ሑቲ መጥቃዕትታት ጎዲልዋ ከምዘሎ እዩ ዝፍለጥ። እቲ ብሰንኪ ናይ ሑቲ መጥቃዕትታት ተፈጢሩ ዘሎ ኩነታት ንምብዳህ እዩ ከኣ ኣሜሪካን ብሪጣንያን ኣብዚ መስመር ተዋፊረን ዘለዋ። ሑቲ ግን ኣብ ልዕሊ ፍልስጤማውያን ብእስራኤል ዝግበር ዘሎ ጃምላዊ መጥቃዕቲ ብምቅዋም፣ እስራኤል ትገብሮ ዘላ መጥቃዕትታት ከየቋረጸት መጥቃዕትታተይ ኣየቋርጽን እየ ብምባል ኣብ ልዕሊ ናይ እስራኤል እየን ዝበለን መራኽብ መጥቃዕትታትን ቅርሰናን ክቕጽል ምዃኑ እዩ ዝገልጽ። ካብ ዕስራን ሸውዓተን ግንቦት ጀሚሩ ክሳብ ሓደ ሰነ ይካየድ ኣብ ዘሎ መበል ሰብዓን ሸውዓተን ዋዕላ ጥዕና ዓለም ንኤርትራ ወኪሉ ዝሳተፍ ዘሎ ፈጻሚ ኤምባሲ ኤርትራ ኣብ ስዊዘርላንድ ሃብቶም ዘርኣይ ኤርትራ ኣብ መዳይ ጥዕና ኣብዚ ዝሓለፈ ዓመታት ገስጋስ ኣርእያ ድሕሪ ምባል ንፖሊሲ ሓንቲ ቻይና ዘለዎ ደገፍ ክገልጽ እንከሎ ነቲ ብስቕታ ዝቐትል ዝበሎ እገዳታት ድማ ዘለዎ ተቓውሞ ገሊጹ። እቲ ናይ ኤርትራ ወኪል ኣብቲ ኣኼባ ኩሉ ንጥዕና፣ ጥዕና ንኹሉ ብዝብል ቴማ ኣብ ኤርትራ ኣብ ዝሓለፉ ሰለስተ ዓሰርታት ዓመታት ተበጻሕነት ክንክን ጥዕና ንምምሕያሽ ዝተገብረ ስርሓት ክዝርዝር እንከሎ፣ ሕጂ ማሕበራዊ ይኹን ፋይናንሳዊ ኩነታት ብዘየገድስ ንኹሉ ኤርትራዊ ብልዑል ድጎማ ስማዊ ክፍሊት ዝገብረሉ፣ ንዝተጸገሙ ድማ ፋይናንሳዊ ሓገዛት ዝወሃበሉ ኣድማሳዊ ክንክን ጥዕና ናብ ኩሉ ንኽበጽሕ ተጻዒሩ ኢዩ ኢሉ። ናይዚ ውጽኢት ከኣ ኣብዚ እዋን ሰብዓ ሚታዊት ካብ ህዝቢ ኤርትራ እንተረሓቐ ኣብ ውሽጢ ሓሙሽተ ኪሎ ሜተር ናይ ትካላት ጥዕና ዘለዎ ከባቢ እዩ ዝነብር ኢሉ። ብፍሉይ ድማ ኣብ ክልተ ሽሕን ዒስራን ሰለስተን ምስ ሕማም ዓሶ ዝተኣሳሰሩ ሞት ሓሙሽተ ጥራይ ከምዝተመዝገበን እዚ ድማ ኣብ ምክልኻል ሕማማት ዘርኣየቶ ምዕባለ ዘርኢ እዩ ክብል እንከሎ ብተወሳኺ ኤርትራ ኣብ ስሩዕ ክታበት ህጻናት ዘመዝገበቶ ዓወታት ካብ ክልተ ሽሕን ዓሰርተ ሰለስተን ጀሚሩ ኣድማሳዊ ክታበት ቴስዓን ሸሞንተን ሚእታዊት ካብ ህዝቢ በጺሑ'ዩ ኣህጉራዊ ኣፍልጦን ብዙሕ ሽልማትን እውን ረኺባ እያ ኢሉ። ኣብቲ ዋዕላ እቲ ናይ ኤርትራ ወኪል ካብ ናይ ጥዕና ወጻኢ መርገጺ ኤርትራ ኣብ ፖሊሲ ሓንቲ ቻይና ከነጽር እንከሎ ኤርትራ ኣብ መትከል ሓንቲ ቻይና ዘለዋ ፖሊሲ ኣብ ቦትኡ እዩ ዘሎ፣ ህዝባዊት ሪፓብሊክ ቻይና ከኣ ንቻይና እትውክል እንኮ ሕጋዊ መንግስቲ'ያ ክብል ኣፍልጦ ሂቡ። ኣብ መወዳእታ ድማ ንዘይፍትሓዊ ዓለማዊ ስርዓት ዝበሎ ብምኹናን መራሕቲ ምዕራባውያን ሃገራት ኣብ ኲናት ዩክሬን ድምጾም ዘለዎም መርገጽን ኣብ ቓዛ ኣብ ዘሎ ትራደጂ ግን ተሓባበርቲ እዮም ብምባል ብድርብ መለክዒ ብምኽሳስ እዩ ነቐፌትኡ ኣቕሪቡ። ብዛዕባ እገዳ ድማ ብሓደ ወገን ዝግበር እገዳ ኣብ ስርዓታት ጥዕና ዘስዕቦ ኣዕናዊ ጽልዋ ብሰንኩ'ውን እዋናውን ውጽኢታውን ሕክምናዊ ክንክን ክወሃብ ብዘይምኽኣሉ ክኽልከል ዝኽእል ዝነበረ ሞት ደቂ ኣንስትዮን ህጻናትን የስዕብ እዩ ዘሎ ብምባል ተዛሪቡ። ነቲ ብስቕታ ዘቐትል ዝበሎ እገዳ ድማ ኣህጉራዊ ሕግን መትከላት ቻርተር ውድብ ሕቡራት ሃገራትን ዝጥሕስ እዩ ብምባል ደው ክብል ኣለዎን ነዞም ጉዳያት ኣብ ምፍታሕ ድማ ዓለማዊ ምትሕግጋዝ ከምዘድሊ እዩ ኣስሚርሉ። ሓይልታት ትግራይ ኣብ ከተማ ኣላማጣ ይረኣዩ ከምዘለዉን ኣብ ኣብያተ ትምህርቲ ከምዝሰፈሩን ነበርትን ብክልል ኣምሓራ ዝተመዘዘ ከንቲባ እታ ከተማን ንቢቢሲ ገሊጹ። ብወገን ክልል ትግራይ ዘሎ ከንቲባ እታ ከተማ ብወገኑ እዚ ፍጹም ሓሶት'ዩ፣ ዝወጸ እምበር ዝኣተወ ስሩዕ ሰራዊት የለን ክብል ገሊጹ'ሎ። ቅድሚ ገለ ሰሙናት ኣብ ኣፈጻጽማ ውዕል ፕሪቶርያ ዝዘተዩ ተወከልቲ ትግራይን መንግስቲ ፈደራልን ኣብ መንጎኦም ዘይምትእምማን ምጽንሑ ክንገር ጸኒሑ'ዩ። ኣብ ቅድሚ ተዓዘብቲ ክዘራረቡሉ ብዝተሰማምዕዎ መሰረት ከኣ ኣብ መጀመርታ መጋቢት ብሕብረት ኣፍሪቃ ዝምእዘን ዘተ ኣብ ኣዲስ ኣበባ ተኻይዱ ነይሩ እዩ። ሓደ ካብቶም ስኒት ዘይፈጥሩ ጉዳያት እቶም ኣብ ኢድ ዕጡቓት ኣምሓራ ዝርከቦ ከባቢታት ዝምልከት ኮይኑ እዚ ድማ ምስ ምምላስ ተመዛበልቲ ብቐጥታ ዝተሓሓዝ እዩ። ኣብቲ ሓበራዊ ዘተ እቶም ብክልል ኣምሓራ ዝቖሙ ግዝያውያን ምምሕዳራት ፈሪሶም ኣብቶም ከባቢታት ሰራዊት ፈደራል ክጸንሑን እቶም ዝተመዛበሉ ናብ መረበቶም ክምለሱን ኣብ ምርድዳእ ምብጽሖም ከምዝተሓበረ ይንገር። ማዕከን ዜና ቢቢሲ ዘዘራረቦም ነበርቲ ካብ ዝሓለፈ ሶኑይ ጀሚሩ ምንቅስቓስ ሓይልታት ትግራይ ቅድሚ ኹናት ነታ ከተማ ዘመሓድሩ ዝነበሩ ሰበ ስልጣን ትግራይን ይረኣዩ ምህላዎም ሓቢሮም። ሓደ ሽሙ ክጥቀስ ዘይደለየ ነባሪ ባንዴራ ትግራይን ናይ ጋንታ ዕጥቂ ስናይፐርን ሒዞም ናብ ሰለስተ ኣብያተ ትምህርቲ ኣትዮም ኣለዉ፣ ኣየር ማረፊያ ኣብ ዝበሃል ከባቢ ቤት ትምህርቲ ኣዲስ ኣለም ዕጡቓት ትግራይ ይነብሩሉ ኣለዉ ኢሉ። ንሱ ወሲኹ እቶም ናብታ ከተማ ኣትዮም ዝበሎም ሓይልታት ትግራይ ኣብቲ ከባቢ ዘሎ ሰራዊት ምክልኻል ዝርርብ ምስ ተገብረ ናብ ኣብያተ ትምህርቲ ምእታዎም ወሲኹ ገሊፁ። ካልእ ነባሪ እውን ኣብዚ ቕነ ፍሉይ ምንቅስቓሳት ከም ዘሎ ብምሕባር ቅድሚ ኹናት ኣብ ትሕቲ መንግስቲ ትግራይ ናይ ቀበሌን ካሊእን መሪሕነት ሒዞም ነቲ ከባቢ ዘመሓድርዎ ዝነቡሩ ውልቀ ሰባት እውን ይረኣዩ ኣለዉ ገለ ኣፅዋር ሒዞም ኣብ ዙርያ እዛ ከተማ ከም ዝተፀግዑ እውን ይዝረብ ኣሎ ኢሉ። ኣብ ዝኣተውሉ ከባቢ መፈተሺ ነቑጣታት ኣቚሞም መለለዪ መንነትን ካልእን ይሓቱ ከም ዘለዉን ኣብ ዝሓለፈ ክልተ ሰለስተ መዓልትታት ከኣ ናብ መስመር ቆቦ ኣብ ዝወስድ ኣየር ማረፊያ ዝበሃል ከባቢ ኣትዮም መሊሶም ከም ዝወጹ ኣረዲኡ። ብወገን መራሕቲ ክልቲኤን ክልላት ማለት ክልላት ኣምሓራን ትግራይን በዛዕባ እዚ ጉዳይ ምክሳስ ኣብ ዝስመዓሉ ዘሎ እዋን፣ ኣላማጣን ካልኦት ኣብ ዞባ ደቡብ ትግራይ ዝርከባ ከባቢታትን ንልዕሊ ሓደ ወርሒ ብዘይ ስሩዕ ምምሕዳር ቀፂለን ኣለዋ። በዚ ምኽንያት ከኣ ነበርቲ መሰረታዊ ኣገልግሎት ስለዝሰኣኑ ኣብ ከቢድ ፀገም ወዲቖም ከምዝርከቡ ይግለፅ። ኣብ ደቡብ ኣፍሪቃ ንመጀመርታ ግዜ ድሕሪ ምፍራስ ጨኳኒ ስርዓት ኣፓርታይድ ንሰለስተ ዓሰርታት ዓመታት ንደቡብ ኣፍሪቃ ክመርሕ ዝጸንሐ ኣፍሪቃዊ ሃገራዊ ኮንግረስ ወይ ኤኤንሴ ዝበሃል ሰልፊ ኣብቲ ትማሊ ተኻይዱ ዘሎ ምርጫ ደገፉ ከምዝተሓተተ ገሊጹ። ክሳብ ሕጂ ተገይሩ ኣብ ዘሎ ቆጸራ ድማ ኤኤንሲ ማለት ኣፍሪቃዊ ሃገራዊ ኮንግረስ ብርብዓን ሰለስተን ሚእታዊት ክመርሕ እንከሎ ዲሞክራሲያዊ ኪዳን ድማ ብዒስራን ሽዱሽተን ሚእታዊት ድምጺ ኣሰሩ ስዒቡ ካልኣይ ኮይኑ ኣሎ። ኣብታ ሃገር ሱር በተኻዊ ለውጢ ክመጽእ ኣለዎ ዝብል ናይ ጁልየስ ማሌማ ኢኤፍኤፍን ፕረዚደንት ነበር ጃኮብ ዙማ ዘካይዶ ኡምኮንቶ ዌዜሲን ዝበሃሉ ሰልፍታት ድማ ብሸሞንተ ሚእታዊት ሳልሳይ ደረጃ ሒዞም ኣለዉ። እቲ ትማሊ ዝተኻየደ ሃገራዊ ምርጫ፣ ምቑጻር ድምጽታቱ ኣብ መወዳእታ እዚ ሰሙን ተዛዚሙ ውጽኢቱ ክግለጽ ትጽቢት ይግበር። ይኹን እምበር ቅድሚ ምርጫ ተገይሩ ኣብ ዝነበረ ገምጋም፣ እቲ ንሰላሳ ዓመታት ነታ ሃገር ክመርሕ ዝጸንሐ ኤኤንሲ ወይ ድማ ኣፍሪቃዊ ሃገራዊ ኮንግረስ ንመጀመርታ ግዜ ባዕሉ ሙሉእ ብሙሉእ መንግስቲ ከቕውም ዘኽእሎ ዝበዝሐ ድምፂ ክስእን ከምዝኽእል እዩ ዝሕበር። በዚ ኸኣ እቲ ሰልፊ ምስ ካልኦት ተቐናቐንቲ ሰልፍታት ምሕዝነት ብምፍጣር ልፍንታዊ መንግስቲ ንኽፈጥር ክግደድ ምዃኑ እውን ይግለፅ ኣሎ። ኣፍሪቃዊ ሃገራዊ ኮንግረስ ወይ ኤኤንሲ ኣብዚ እዋን ብፕረዚደንት ደቡብ ኣፍሪቃ ሲሪል ራማፎሳ እዩ ዝምራሕ ዘሎ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ ሰላም ንዓኹም።